ሃይ ደቂ ነጋውስ ከመይ ኣለኹም ኣዜቤ ኣነ ብጣዕሚ ፅቡቅ ኣለኹ ንስኻትኩም ከዓ ፅቡቅ ክትብሉ በዓልቲ ሙሉእ ተስፋ እየ ፈትወክሜ ፈትወክሜ ፈትወክሜ ሕጂ ከዓ ሎሚ መይቀሎ ሕጂ ከዓ እንታይ ኣምፅእ ኣለኹ ንምንታይ ኢና ሕማቅ ንገብር ካብ ምንታይ ዝመፀ እዩ እንድዩ ቃንዛ ኢለ ከውፃ እየ ካብ ትሮማ ትሮማ እዮም ዝብልዎ ካብ ትሮማ ወይ ከዓ ካብ ቃንዛ ኢና ንሕና ኣብ ዘይኮነ ደይ ኒሕና ንኣትወሉ ምክንያት ቃንዛ ኢለ ከውፀኤ ወይ ከዓ ሓዘን እዚ ተዳራሪቡ ኣብ ነብሰ ቅትለት ውላድካ ምቕታል ሰበይትካ ምቕታል ስድራካ ምቕታል ስድሮም ዝቐትሎም ኣለዉ ኣብ ብዙሕ ሰብ ከም ሰብ መጠንሲ ኣባና ጥራሕ ዘይኮነስ ኣብ ኩሉ እዩ ዝረአ ኣባና ብብዝሒ ሕጂ ተራእዩ ዘሎ ምክንያቱ እቲ ናታቶም ባግራውንድ ነቲ ነገር ብሪድ ክገብር ስለ ዝሕግዝ እዩ ሕጂ ኤኒወይ ቃንዛ ኢለ ከምፀ እየ ኣነ ኣብዚ ዝህበኩም ዘለኹ ንእሽተይ ዘይመስለኩም ክኸውን ይኽእል እዩ ግን እቲ መፅናዕቲ ድብሎ ከምኡ እዩ ግን ብድሕሪኡ ካልእ ነገር ኣለዎ። ንምንታይ ሓደ ሰብ ሰብ ፍጡር ኮይኑሲ ንኻልእ ሰብ ንምንታይ ይጎድእ? ቃንዛስ እኹል ድዩ ዝብል ካልእ ናቱ ነገራት ረቀቕቲ ነገራት ናቱ ነገራት ኣለዎ። ምክንያቱ ኣብዚ ዓለም ንሕና በይንና ኣይኮናን ንነብር ብዙሕ ምክንያታት ብዙሕ ነገራት ስለ ዘሎ ብዝኾነ ግን እቶም መንእሰያት ኣብ ዘይጎልጎልኦም ዝኣትዉ ወይ ሰብ ዝቐትሉ ወይ ነፍሲ ነብሶም ዝቐትሉ ወይ ኣብኡ ዝኣትዉ እንታይ እዩ ድበሃል ካብ ምንታይ ድመጸ ጀነራሊ ካብቲ ዝዛረቦ ኣነ ኣብዚ ከምጽኤ ደቂ ነጋውስ እፈትወኩም እየ እፈትወኩም እየ እፈትወኩም እየ ግዜ ኣይወስደልኩምን እየ ኦኬ ንምንታይ ደቂ ሰባት ንነብሶም ከምኡውን ሰብ ዝቐትሉ ንምንታይ ሰብ ዝቐትሉ ሓደ ሰብሲ እንታይ ድሕን ኮይኑ እዩ ሰብ ሂወት ሰብ ክሕልፍ ዝበፅሕ ሲ ናይ መጨረሽታ ምብፃሕ ሕጂ ምክንያቱ ኣነ ምስ ከምኣቶም ዝኣመሰሉ ብዙሓት ስለ ዝሰርሕ ኣበይ ምስ በጽሑ ኢዮም ከምኡ ዝኮኑ ትሰምዖ ኢካ ብጣዕሚ ኮሞን ኮሞን ምክንያቱሲ እዚ ደኣ እንታይ ኣለዎ ቀሊል ነገር እንድዩ ክሕለፍ ነገር ኢዩ ንዝብሉ ሰባት ንሓደ ሓደ ሰባት ግን እዚ ናይ መጨረሽታ ኮይኑ ዝስምዖም ኣብ ርእሶም ኦኬ ዋላ ሓደ ሰብ ክቕይረሎም ኣይክእልን እዩ ወይ ከም ገለ ብፈጣሩ እንተደይ ተቐይሩ ወይ ከዓኒ ሰብ እንተደይ ተሓጋጊዞም ኣብ ጎኖም ድሕን ኣሎ ክሕገዝ ዝኽእሉ እዮም ፕሮፌሽናል ሄልፕ ፕሮፌሽናል ሄልፕ ግን ናይ ግድን ኣነ እንተትኹን ፕሮፌሽናል ሄልፕ ሕጂ ከም ቶኪን ተራፒ ሕጂ ኣነ ቶኪን ተራፒ እየ ዝሰርሕ ኦኬ መዲከሽን ገለመለ ገለመለ ኣሎ እንዶ መጀመርታ ግን ከምዚ ኣብ ኣብ ዓድና ዝብሎ ማይጮሎት ድሎ ማይጮሎት ንሕና ማይ ስለ ዝኾንና ካልእ ማይ ከም ናትና ማይ ዘይኮነ ምስ ፈሰሰና ነቲ ናትና ማይ እቲ ብደገ ዘሎ ዝመፅእ ማይ ካብቲ ናህና ዘለናዮ ማይ ዝለዓለ እዩ ምክንያቱ ንሕና ኣብ ፅቡቅ ኩነታት ድሕን ደየለና ሕጂ ንዓና ሓፍ ከብለና ይኽእል እዩ ብብዝሒ ብብዝሒ ሸውዓተ ግዜ ምስ ዝብሉ ወይ ከዓ ክልተ ሸውዓተ ወይ ዓሰርተ ኣርባዕተ ኮምት ኣድሕ እንተ ቢልካ መዓልታዊ ንግሆ ንግሆ እዩ ከኣ ንነብስኻ ከኣ ከየበለ ከይረሰነ ኣብቲ ናይ ቶት ኣብቲ ናይ ሓንጎል ከይኣተወ ሰትል ጸኒሑ ንግሆ እዩ ማጨሎ ድሕጸብ ከምቲ ኣነ ዝዝከረኒ ብዝኾነ ዋላ ኣብ ገዛኻ ከማነይ ክት ክለንዚን ሰብ ክገብር ይኽእል እዩ ኣብ ገዝኡ ከማነይ ክለንዚን ሰብ ክገብር ይኽእል እዩ ኣብ ገዝኡ ማጨሎት ወይ ከዓ ዓዲ ከድካ ገለ መልታ ዲዮኮን እዚኣ ናህና ቦዲ ተምፕል ኦፍ ጋድያ ንሕና ኣምጺና ኣብ ቴኖ ክብል ደልየ ቴኖ እየ ኣብ ዓብዪ ጃ እንታይ ይበሃል ማይ ጌርና እቲ ንዓና ዘድልየና ከም በዓል ጨው ድዩ ለሚን ድዩ ወይ ከዓ ኣቸቶ ድዩ ወይ ከዓ ፆሎት ድዩ እፍኡፍ ምባል ድዩ ጌርና ድሕሪ ምሕፃብና ብላዕሊ ከነፍስሰሉ ንኽና ክለንዚን ማለት ንሱ ማለት እዩ እንታይ ክለንዚን ከይትብሉ ብዝኾነ ብዙሕ ዓይነት ክለንዚናት ኣሎ ብዙሕ ዓይነት ክለንዚናት ኣሎ ኣባና ዘይግበር ኣይኮነን ይግበር እዩ ከም ናይ ማይ ጨሎት ወይ ከዓ ከም ናይ መፈወሲ ገለምታት ኣብ ኤሮጳ ከዓ እቲ ዝገደደ ዝገደደ ዝገደደ ከምታት ዘሎ ከዓኒ ኣብ ኤሮጳ እዩ ዳስዋይ ንሕና ስለ ደይ ደይንዓሽሮም ደይንነብሮም ምስኣቶም ብብዝሒ ስለ ዘይንብል ስለ እምበር ኣሎ ኤኒወይ እቲ ኮምታት ኣብ ኩሉ ኣሎ ግን ከምዚ ናይ ሕጂ ኣብ ኤርትራውያን ምሽ ዝኾነ ነገር ክኸውን ከሎ በቲ ውግእ ዝመፀ ድዩ በቲ ዝተሓላለፈ ድዩ ኣብ ገዛኻ ዝኾነ ነገር ኣብ ገዛኻ ኣይትንገሩ ገለምታት ዝበሃል ነገር ኣሎ ከምኡ እውን ኣብ ኤሮጳ ከምኡ እውን ኣብ እንግሊዛውያን ኣሎ ናይ ገዝኦም ኣብ ገዝኦም ከምኡ ኢሎም ፀጥ ኢሎም ዝኸዱ ኣለዉ ከምዚ ንሕና ዝመስለና ናፃ ገለመለ እዚ ውሲድካ ኖ እዚ ናይዚ ኣፍላም ገለመልታት ዝረአ እዩ ኣብቲ ናይ ብሓቂ ሰባት ግን ልክዕ ከም ናትና ናብራን ቫልዩን መንገድታትን ሽግራትን ገልመልታት ከምኡ እዩ ሰብ ዝሓልፍ ይፈታቱን እዮም ከዓ ከመይ ገይሮም ካብኡ ክወፁ ብዙሓት ከዓ ኣለዉ ፕራክቲስ ዝገብርዎ ንሕና ሳላ ውግእ ሳላ ኣርዱም ሆው ደይለ ሳላ ውግእ ሳላ ገልመለ ንሕና ፕራክቲስ ኣይገበርናዮን ነብስና ኣብቲ ዝለዓለ ደረጃ ኣብፅሕና እንታይ ክንገብር ናይ ብሓቂ ንሕናሲ ናትና ስራሕ እንታይ እዩ ኣይፈለጥናዮን ሕጂ ንኣመር ኩሉ ነናቱ ኩሉ ኣለና እንዲ ዝያዳ ንዓና ደስ ዝብለና ነድምዓሉ ነገራት ኣሎ ድኻም ዘይስማዕና እንደገና ኤነርጂ ኤነርጂ ዝሕጉስ ኢልና ንሰርሓሉ ነፍርየሉ ነገራት ኣሎ ንሕና መብዛሕትና ኦልዶ ናትና ናይ ኣቦሓጎታትና ናይ ኣቦሓጎታትና እዩ ግን ንሕና ኣይ ኣይ ግዜ ኣይጥፋእናሉ ናብኡ ከነሕዊ ድዩ ዋላ ዝሕውይን ዝሕመምን ኣለዉ ትፈልጡ ኢኹም ኣብ ኣብ ዓድና ምሽ ኣብቲ ናይ ሃይማኖታት ክእለታት ከም ዘሎ ንምፍላጥ ኢለ እየ ግን ኩሉ ሰብ ይኽእል እዩ ከከምቲ ክእለታትካ ብስነ ስርዓት ድሕን ተዓብዩ እቲ ቆልዓ ኣብቲ ዘለዎ ቦታ ምስ ተእትዎ ኣድማዒ ይኸውን መሕወዪ ጥራሕ ኢኻ ትኸውን ሽዑ እንዳዓበኻ እንዳዓበኻ እንዳዓበኻ ትኸይድ ግን ንዕኡ ዘይደልዩ ከኣ ኣለዉ ከኣኒ ኣብ ሓደ ዝተሓደ ህርመት ዋላ ቫብረሽን ድዮም ዝብሎ ቫይብ ክብል እየ ኣብኡ ጠጠው ዘብሉኻ ኣሎ ኣሎ ክእለታት ኣሎ ከምኡ ዝገብሩ ሰባት ስርሖም ንሱ ጥራሕ ኣሎ ኣብኡ ክገብሩ ንዝበዝሐ ሰብ ዝደልዩ ካብኡታት ዝመፀ እዩ እታ እቲ ሓደ ነገር ክረኽበካ ከሎ ረቂቕ ትኸውን ርቕቕ ርቕቕ ኢልካ ባክባክባክ ኢልካ ኣብ ደይ ቦልቦልኻ ትኣቱ ሽዑ ዳሕራይ ምስ ሓለፈ ትጠዓሰሉ ምክንያቱ እቲ ዝኣተወካ ሓንሳ ሓንሳ ኤንቲቲ ክኣትውካ ክእሉ እንድዮም ድሕን እቲ ድደልይዎ ሳትስፋክሽን ወሲዶም ብናትካ ፊዚካል ብነብስኻ ብኣኻ ሽዑ ንሳቶም ስኻባኻ ምስ ረሓቑ ንስኻ ኢኻ ትጠዓስ ሕማቕ ዝስማዓካ እቲ ፕሮሰስ ትኸዶ ወይ ከዓ ትኸድዮ እታ ሰበይቲ ትኾንኪ ኩሉ ግዜ ነዞም ኣወዳት ድዋዕዋዕ እንዳበልኩም ኩልና ዋላ ናባይ ከማን ከምፆ ሽዑ እቲ ተጋገናዮ ምስ ተጋገና ዝስምዓና ስምዒታት እንደገና እቶም ንዓና ዘጋገዩና ኩሉ ግዜ ካልእ ኣሎ የጋግየና ማለት ኣይኮነን ካባና ዝመጽእ ኣሎ ካብ ደገ ዝመጽእ ኣሎ ok ሕጂ እቲ ድሕሪ እቲ ናህና ቃንዛ ከኣኒ እንደገና ከኣ እሳቶም ከምዚ ኤነርጂ ንሕና ንበልዕ ምሽ ሓይሊ ክህልወና ንሳቶም ከኣ ኣለዉ ኤንቲቲስ ከኣ ካብ ቃንዛ ናይ ሰብ ዝቁለቡ ካብ ኣለዉ ኤኒወይ ሕጂ ንሳታቶም ፍሉጣት እዮም ተጸኒዖም እዮም ግን ቀደም ኣባና ካሕሳ ኣይነበረን ምሽ ኣባና ካሕሳ ኣይነበረን ድሕን ሓደ ሰብ ሓደ ነገር ገይሩ እቶም ዓዲ ይደፍንዎ ምክንያቱ ስለ ድፈልጥዎ ካበይ መጽዩ እቲ ስልጣኔ እቲ ምዕባሌ ስለ ዘየለ ኣብቲ ካልቸር ተኣታትዩ ኣብዚ ግን they know it ግን የእትውዎም ኣብዚ ዓለም ብዙሓት ዝተኣሰሩ ኣለዉ ዋላ ሓንቲ ዘይገበሩ ዘይገበሩ ዝገበሩ ከኣኒ ብካልእ ነገር ኣክንዲ ተጻና ተ ተጸኒዑ ብዙሕ ነገር ኣሎ ኣነ ክከለልየን ብዝኾነ ደቂ ነጋውስ ኣይጀመርኩንክም ኣን እፈትወክም እየ እፈትወክም እየ እፈትወክም እየ እሞ ሕጂ ብዛዕባ ቃንዛ እዩ ኤኒዌይ ኣብ ዓዲ እንግሊዝ ዝ- ዝ- ዘለኹም ከምዚ ጭንቕንቕ ትብሉ ኣይ ዶንት ኖ ድሕን ደስ ዝብለኩም ኮይኑ ብሕልፊ ኣብ ለንደን ድሕን ኣለኹም ለንደን ትፈልጥዎ ሕጂ ድኣመ ኣነ ኣብ ናይ ኢዝሊንግተን ናይ ካምደን ሃሪንጌ ገለ ዝበሃል ባራ ኢና ንሰርሕ ኣብኡታ ድሕን ተቕመጡ ኮንኩም ብናፃ ሴሽን ክትወስዱ ትኽእሉ ኢኹም መፂኹም ትዛረቡ ኬፍ ዝሃበኩ ምስጢር እዩ ክነግሩለይም ገለ መልታት ዝበሃል የለን ኮንፊደንሻሊቲ ዝበሃል ነገር ኣሎ ካብታ ኮንፊደንሻሊቲ ካብ ፍቓድኩም ወጺኦም ዋላ ሓንቲ ኣይገብሩን እዮም። ድልየትኩም ክትዛረቡ ትኽእሉ ኢኹም። ድልየትኩም ድልየትኩም ድልየትኩም ብብዙሕ ቋንቋታት ኣሎ። ዓረብ ትዛረቡ ዓረብ ኣሎ፣ ትግርኛ ኣሎ፣ ኣምሓርኛ ኣሎ። ዝኾነ ነገር ኣብቲ ናተይ ኣነ ዝሰርሓሉ ኣብኡ ኣሎ። ስለዚ ድሕን ቅልውሉ ሰባት መጺኦም ዝጥቀምሉ ኣሎ። ቅልውሉ ዝስምዓኩም ከተውጽዎ ትደልዩ ድሕን ኣለኹም ነቲ ጂ- ናትኩም ጂፒ ጀነራል ፕራክቲሽነር ንዕኡ ከድኩም ሪፈር ግበሩኒ ኣብ ድሕር ናተይ ሽም ጌርኩሞ ኣቲ ናተይ ድስርሓሉ ኣብኡ ከማን ኣብዚ ክስታይ ይወጽእ እዩ ነፍስየት ኢንተርካልቸራል ተረፒ ሰንተር እዩ ዝበሃል ኣብ መጺኦም ክትሕከሙ ትኽእል እዮም ኤኒወይ ናይ ዓዲ እንግሊዝ እያ ነዚ ዝብል ዘለኹ ኣነ ከማን ፕራይቬት ሰሪሐ ካብ ምሉእ ዓለም ሕጂ ጀሚረ ኣለኹ ይርኢየ ግን እቶም ኣብ ዓዲ እንግሊዝ ዘለኹም ኣብ ለንደን ዘለኹም ኣብዘን ዝፀዋዕኩሞን ባራ ዘለኹም ናይ ናፃ ስጋብ ዓሰርተ ክልተ ስጋብ ከከምቲ የድልዮም እዩ ዝበሃል ክትወሃቡ ትኽእሉ ኢኹም ክትወሃባ ትኽእላ ኢኽን ክንወሃብ ንኽእል ኢና ንጠቀመሉ ብዙሕ ብዙሕ ጠቓሚ ነገራት እዩ ዘሎ ኣብ ርእሲኡ ከዓ ንሳቶም ከዓ እቶም ፕሮፌሽናልስ ከዓ ካበይ መፅኡ ስለ ዝፈልጡ መብዛሕትኦም ብዙሕ መንገድታት ከፈኸሱሱ ይኽእሉ እዮም ከምኡ ኢለ ኣነ ዝሰርሕ ከምኡ ኢለ ዝኣምን ብዝኾነ ሕጂ ኣብ ሰሌዳይ ክምለስ ደቂ ነጋስ እፈትወክም እየ እፈትወክም እየ እፈትወክም እየ መፅሓፈይ ከዓ ከይትርስዕዋ መፅሓፈይ ከዓ ከይትርስዕዋ ዓድግዋ ትዕድጉ ኣለኹም እስቲ ኣሎ ብዙሕ መፅሓፍቲ ስለዝሓተምኩ መፅሓፈይ ከዓኒ ጥቕሚ ክበኩም እዩ ብሕልፊ ሕጂ ብዙሕ ነገራት ክዛረቡ ስለዝኾነ ከምዚ ዓይነት መፅሓፍቲ ይኸልየና ብዝኾነ ንምንታይ ደቂ ሰባት ንነብሶም ከምኡ ውን ሰብ ይቀትሉ ከምዚ ዝነገርኩኩም ኢዩ ብዙሕ ነገራት ኣሎ ብድሕሪኡ ኦኬ ትንፋስ ዝሕልፉ ትንፋስ ክትሕልፍ ዓቢ ነገር ኢዩ ቀዳማይ ነገር ትንፋስ ድሕን ሕሊፍካ ኣብዝን ኣብትን ኣሎ ኢዩ ዝበሃል ምስ ሽግር ዋላ ሓንቲ ሽግር ማለት ግን ሪግረት ኣነስ ንምንታይ ከምዚ ኢልካ ጣዕሳ ኣሎ ክትጽበኽ ኣለካ መጺኻ እንደገና ከኣኒ ኣብዚ ክትውለድ ኦኬ ምክንያቱ እንደገና ስለ ንዋላለድ እሱ ከዓ ናቱ ካልእ እንታይ ይበሃል ኣሎ ካልእ ትምህርቲ ኣለዎ ትንፋስ የሕልፎ ኦኬ ፍልጠት ጎዲልዎም ማለት ኣይኮነን ምክንያቱ ኣብታ ናይ መጨረሽታ ድሕን በፂሕካን ኣነ ዝበሉ ፈላጣት ምሁራት ጥዑማት ሰብ ስድራ ለዋሃት ኢልካ ተእተኻሎም ዘይናኸሱ ዝበሃሉ ዓይነት ሰባት ህይወት ይሕልፉ ምክንያቱ ኣብታ ናይ መጨረሽታ ድሕን በፂሕካ ይዶን ኬር ምክንያቱ እቲ ኮንሲኮንሲስ እቲ ትገብሮ ገለምን የለን እታ ኣብታ ሰዓታ ዘላ እያ ጥራሕ ትረኣየካ ስለዚ ዘይፈልጡ ደናቑር ኮይኖም ዋላ ገለምታት ኮይነ ከይትፍረድ ኣይፍረደካ ኣይትፍረድ ከይፍረደካ ዝብል ኣባላ ዓብዪ ዘረባ እዩ ምክንያት ኣለዎ ስለዚ መን እንታይ ጌሩ ክትፈርዶ የብልካ እንተኾነ እቲ ሕግዝ ኣብዚኣ ድሕን ሓጊዝካዮ ጸፊፍካ ጸሪኻ ከይ ከይ ፈረድካ ኣብዚ ጽድቂ ኣሎ ኣብዚ ጽድቂ ኣሎ ትጸድቕ ምክንያቱ ኩባያኻ ትመልእ ኩባያኻ ትመልኢ ምትሕግጋዝ ዳስወ ኣባላት ተሓጋገዝቲ ድህቡ ካብ ኣፎም እንጀራ ድበልዕዋ ቆሪሶም ይህቡ ይተሓጋገዙ ምክንያቱ ነብሲ ክረክቡ ስለ ዝደልዩ እዩ ከርምኦም ከጽርዩ ብሕልፊ ንምንታይ ሰብኡት ንዝፈጠረቶም ሰበይቲ ይቐትሉ ምክንያቱ ኣዴኻ ድሕን ቀቲልካ ፅንተት ፅንተት ናይ ጀነሬሽን እዩ ምክንያቱ ብሰበይቲ ኢካ መፂካ ኣዴካ ኩሉ ነገር እያ ሰበይትካ ከዓ ኩሉ ነገር እያ ምክንያቱ ንደቅካ ናትካ ኦፍስፕሪን ናትካ ፍረ ናትካ ብርኪ ኣምፃኢት እያ ኣፍራይት እያ ተዓፃፂፋ ነገራት ትምፅኣልካ ሰበይቲ እያ ብዙሕ ኣይረኣይን እዩ ናይ ሰበይቲ ስራሕ ከምኡ እውን ናይ ሰብኣይ ስራሕ ግን ከምዛ ነዚ ዓይነት እዚኣ ሰበይቲ እዚኣ ድሕን ክትቀትል ከም ፍጥረት ከማለይ ከም ፍጥረት ፍረዩን ተፋራዩን ዝተባህለ ከም ፍጥረት ምሽ ሰበይትኻ ናትካ ናይ ካልእ ሰብ ናይ ዝኾነ ፊመል ነገር ክትቀትል ብጣዕሚ ከቢድ እዩ ምክንያቱ ኣፍራይት ስለ ዝኾነት ኦኬ ቅትለት ምስ ዝበዝሕ ሰባት ክፈርሑ ይኸሉ ሕጂ ግን እቲ ዝከፍአ ነገር ዘምጽእ ከኣኒ እዚ ዓይነት እዚ ሕጂ ማይ ድሕን ወቂዑ ብርቱዕ ማይ ከይጥልቂልካ ናይ ግድን ኣምብሬላ ትሕዝ ቅትለት ድሕን መጽኡ ከኣኒ ትፈርሕ ኦኬ ዝኾነ ሰብ ኣብ ዓለም ክነብር ጥራሕ እዩ ዝደሊ እዳዚ ማተር ምስ መን ትነብር ሕጂ እዚ እቶም ኣወዳት እዚ ክትሰርሕሉ ክትክእሉ ኣለኩም ተኣኻኺብኩም ዲኹም ከተዕልሉ ዘለኩም እንታይ እዩ ዋላ ከምዚ ናይ ጉርቦ ዲኹም ክትፈጥሩ ዘለኩም ኣነ እኳ ናይ ጉርቦ ገምታት ይኣምን እየ ግን ከምኡታት ሲ ክትተኣኻኸቡስ ነብስኹም ሲ ክትተሓጋገዙ እንታይ ትገብር ኣለኻ እንታይ ትገ ከምዚ ክትለዋወጡ ስብእነትኩም ከተንግሱ ምክንያቱ መብዛሕትኦም መንእሰያት ስብእነት ዘመሓላለፈሎም የለን ባዕላቶም ባዕላቶም እዮም ዓብዮም ኮፕ እንዳገብሩ ካብ መጋዚን ድዩ ካብ ዩትዩብ ድዩ ካብ ገለመለይ ካብ እምበረይ ካብ ኣቦ ናብ ወዲ ዝተሐላለፈ ስብእነትን ወይ ኦፍ ላይፍን ኣይተምሃሩን ወይ ከዓ ካብቲ ከባቢኻ ካብቲ ዓድኻ ካብቲ ኮሚኒቲኻ ካብቲ ትነብረሉ ከባቢ ኢኻ ትምሃር እዚም ሰባት እዚኦም ኣይተምሃሩን ሕማቕ ሕማቕ ኣይኮንኩን ዝዛረብ ዘለኹ ግን ኢትስ ፋክት እዩ ምክንያቱ ክጎዩ ክጎዩ ክጎዩ ክጎዩ ዕድሚኦም ኣብ ናይ ሰብኡት ክጻመዱሉ ዝኽእሉ ግዜ በጺሑ። ወላ ሓንቲ ጽቡቕ ኮይኑ ሓንጎልካ ጓሓፍ ኣይምላእን ግን ኣሎ ክትመሃረሉ ዘለካ ከመይ ትምሸጥ ከመይ ጭሕምኻ ተብል ከመይ ነብስኻ ጠጠው ተብሎ ከመይ ጌርካ ምስ ሰብ ትዘራረብ ከመይ ትሪት ትገብር ንሰብ ከመይ እዚ ፈሊጥና ከይፈለጥና ንመሃር ኢና ካብ በዓልካዊ ካብ ሰብ ወይ ከዓ ንቲ ዝበለጸና ከዓ ካብቲ ናህና ዓበይቲ ጓል ካብ ኣዲኣ ትምሃር ኣቦ ወድ ሰብኣይ ወዲ ከኣ ካብ ኣቡኡ ድምሃር ነገራት እዚ የብሎምን ስለዚሲ ንዕኡ ንኽብል ኢለ እየ እዚታሲ ስለ ዘይብሎም ነንሕድሕድኩም ድሕን ተኣኻኺብኩም እቲ ደይብሉ እቲ ለወሶ ትቀያየሩ ብሓንሳብ ክትዓብዩ ሕጂ ኣነ እዚኣ ጥራሕ ድሕን ፒሮ ኣላትኒ ነዚኣ ጥራሕ ሒዘ ንዓይ ዋላ ሓንቲ ጥቕሚ ይብሎን ካልኦስ ቀይሕ ብጫ ሰማያዊ ገለ ፒሮ ዘለዎም ግን እንዳተቀያየርካ ጽቡቅ ስእሊ ኣነ ክስእል ይክእል እየ ካብ በዚኣ ጥራሕ ነዚኣ ጥራሕ ዝጽሕፋ ሕጂ ሕብሪ ክህልወኒ ምስቶም ካልኦት ብዝኮነ ይኩን ሰብ ከኣኒ ሰብ ከኣ ክነብር ስለ ዝደሊ ኣብዚ ሰቫይቨር ናይ መጨረሽታ መጽዩ ሰብ ንዓካ ክሓንቀካ ወይ ንውላድካ ንውላድካ ሕነቆ ኢካ ትብል ከምዚ ፅንፅዋይ ኣሎ ትፈልጡ ኢኹም ስለዚ ንነብስኻ ከተድሕን ሕጂ ንምንታይ ድሕን ንስኻትኩም ጽቡቕ ሶሳይቲ ክንፈጥር ኢና ድሕን ትብልኹም ትማ ሰብኡት ንፉዓት ክትኮኑ ኣለኹም እተን ኣሕዋትኩም ከኣምላኹም ድገበራን ተገበራስ ዋላ ሓንቲ ከም ደይ ትገብርዎን ድገበራ ተገበራ ማለት ሕጂ ንኣምነት ዋላ እንተሓንቀቃ ዋላ እንተባላሸዋ ዋይ ኖት ኦኬ ብግዜኡ ሰብ እዩ እንዳተማሃረ እንዳተማሃረ ኣብቲ ምስ ወደአ እቲ ትምህርተን ንፉዓት ኣዋልድ እየን ዝኾና ኣነ ብዙሕ ሕማቕ ነገር ኣክሰብት ንግበር ማለት ዘይኮነሲ ክንርዳእ ክንክእል ኣለና ሓደ ሰብ ንምንታይ ድሕን ደገ ወፂኡ ማይ ወቅዓ ኣሎ ድሕን ማይ ጀብጅቡሲ ንምንታይ ማይ ጅብጅብካ ንምንታይ ሃክ ዘይገበርካ ክትብል ኢልካ ክትበኣሶ ወይ ከዓ ክትሓርቕ ኣይግባእን ኣንደርስታንድ ደም ኢት ዋዝ ሬኒን ኣብ ኤርትራውያን ህዝቢ ማይ ይድወቕዓና ዶ ኣሎ? ዋላ ሓንሳብ ሓንሳብ ኣምብሬላ ሒዝካ ከማን ማይ ይወቕዓካ እዩ። I hope ተረዲእኩምኒ ክትኮኑ። ብዝኾነ ኣንስቲ ኣይመርጽ ኣይመር ሕጂ እዚ ከምዚ ድሕን ኮይኑ ሕጂ ንኣብነት ደቂ ኣንስትዮ ውላደን ከውሕሳ ብስነ ስርዓት እየን ዝደልያ። ኣይ ኤም ሹር ደቂ ተባዕትዮ ግን ደቂ ኣንስትዮ ብዝያዳ ምኽንያቱ ሓደ ነገር ፕሮፕሌም ምስ መጸ እቲ ቆልዓ ምስታ ሰበይቲ ስለ ዝኸውን እታ ሰበይቲ ኣብ ዘይቦልቦላ ክትኣቱ ስለ ዘይትደሊ እተን ብልሕ ዝብላ ብመጠኑ ብብዙሕ ነገራት ከመይ ጌረን ስና ተንቀጻልነት ከውሕሳ ሕጂ ንኣብነት ኣብ ብርህ ዝበሉ ዓይነት ሰባት ናብ ጽልም ዝበሉ ከዱ ኣለዉ ምክንያቱ እቲ ጽልም ዝበለ ዝያዳ ጥዕና ዘለዎ ዲኤንኤን ፓራራራራ ኣለዎ ግን ኣብ ኻባና ከማን ድኸድ ኣለዋ ምኽንያቱ ብፍቕሪኹም ብገለ መልታት ብርትርድኡ ድዩ ደይትርድኡ ገሊኤን ተረዲእወን ዝገብሮ ኣለዋ ገረሊኤን ከይትርደእን ገሊኤን ከዓ ካብቲ ዝለመዶ ዝበለፀ ሕጂ እዚ ዝታት ከይርከብሲ ከመይ ጌርና ኢና ኦኬ እዘን ዓይነት ሰባትና ኣሕዋትና ዋላ ወዳቶም ዋላ ዋልዶምሲ ከይፈርሑ ኣብ ናቶም ህዝቢ ድተርፉ እዚ ሕጂ ኣብ ኣውሮጳ ኦኬ ብዙሓት ኣሰብኡት ንፊሊፒኖ ገልመልታት ይምርዓዉ ፋሽናት ኣሎ ኣብ ዓለም ፋሽናት ኣሎ እታ መሬት ኢኻ ትፃወት ሕጂ እቲ ፋሽን ዝነበረ ብዙሓት እተን ኣንስቲ ማዕረ ተማሰብኡ ሰሪሐን ከኣትዋ ማዕረ ድኻም ኣሎ ማዕረ ብዙሕ ነገር ስለ ዘሎ ከምተን ጉንብሕ ጉንብሕ ዝብላ ገለመለታት ካብ ድኻ ካብ ብዙሕ ነገራት ካብ ድፍልይ ዝበለ ካልቸር ድመጻ ኣለዋ ክብረት ንሰብኣይ ሰብኣይ ድላዓለ ክሳይ ዝብኦም ሕጂ ብብዝሒ ካብ ካብኡታት ይወልዱ ካብ ፊሊፒኖ ካብ ካብኣተን ይቀርቦ ነዚኦም ጸለምቲ ኣይቀርቦም ኒሞ ፈርሖም ምድሕሪ እዚ ዝያዳ ኣብ ቴሌቪዝዮናት ሰብ ክወጽእ ምስ ጀመረ ሎማዓልቲ ሕሜት ጥራሕ ኮይና ዶ ሰደዳ ይተንክፍኩም እዚኣ ክውዳእ እሞ ሽዑ ፀጥ ክብል እየ ደቂ ነጋሲ ፈተኩም እየ ፈተኩም እየ ፈተኩም እየ ሕጂ እቲ ፋሽን መፅኡ ዘሎ ምስ ፀለምቲ እምበር ቀደም ሓንቲ ፃዕዳ ወይ ሓደ ፃዕዳ ካብ ፀሊም ወሊዱ ማለት ብጣዕሚ ትቡእ እዩ ብጣዕሚ ከቢድ እዩ ብጣዕሚ ከቢድ እዩ ምሽ ደኒ ከምታት ክትምርዖሲ ከይተመርዓኻ ክትወልድ ከማን ዓብ ነገር እዩ ብዝኾነ ነይሩ እዩ ፋሽናት ይመፅ እዩ ሓንሳብ ምስ ዓረብ ሓንሳብ ምስ ፊሊፒኖ ሓንሳብ ምስ ፀለምቲ ሓንሳብ ምስ ፃዕዱ እዚ ነገራት ይመፅ እዩ ኣሎ ምክንያት ኣለዎ መምፂኡ ከዓኒ ምክንያቱ ንሕና ኩልና ዝሰደድናዮ ንላዕሊ እዩ ድምለሰና እንታይ እዩ ዝስደድ ዘሎ ቅሳነት ሓጎስ ዋትኤቨር ፋሽን ሕጂ ንኣብነት ሓንሳ ሓሳብ ፃዕዳ ቆርበት ይፍቶ ሓንሳ ሓሳብ ፀሊም ቆርበት ይፍቶ እዚ ግዜ እዚ ዝሓለፈ ሓሙሽተ ሽዱሽተ ዓመት ዓሰርተ ዓመት ሕጂ ከምዚ ፔፐር ባግ ዝበሃል ከምዚ ናህና ሕብሪ ኢዩ ነጊሱ ኔሩ ብዝኮነ ብዙሕ ነገራት ሃሎ እንድዩ ብዙሕ ክስታይ ደይ ምዃን ጥራሕስ ምፍራጥ እንታይ ኢዩ ዝኸውን ዘሎ ከመይ ጌርና ኢና ከም ጉርቦ ኮይናሲ ነዚ ነገር እዚሲ ንሕውዮ ጽቡቅ ድሕን ሓሲብካ ጽቡቅ ስለ ዝወርድ እዚ ከምዚሲ ክስታይ ከምዚ ደበና ክንሰርሕ ክንክእል ኣለና ብሓደ ዓይነት እንዳተኣኻኸብና እንዳተሓጓጎስና እንዳዕለልናሲ ደበና ክንሰርሕ ክንክእል ኣለና ንዓና ጥቕሚ እቲ ደበና እቲ ንሕና ንብሎ ነገራት ዶ ይኸይድ ሽዑ ንዓና ይምለሰና ናይ ጓሂ ከምዚ ሓደ ዓድታት ውግእ ሸሸራ ገለ ቃንዛ ሕማም ኣብ ቴሌቪዝዮን ድዩ ኣብቲ መሬት ድዩ ውግእ መከራ ዶ የውፁ እቲ ሰብ ኣብኡ ስለ ዘሎ ከምኡ እዩ ደተንፍስ ኮምኡ ከኣ እንደገና ምለስ ሳይክል ሳይክል ሳይክል ይኾን ሕጂ ኣብዚ ንሕና ዘለና ደገ ደገሲ እዚ ነገር ዝርከብ ዘሎ ናብ ናባና ናብ ኤርትራውያንሲ ከመይ ጌርና ንሕውዮ እንድዩ ክንፈልጥ ክንክእል ኣለና ንዑ እዩ መፂ ብዝኾነ ንምንታይ እዩ ናብ ንዑ ንምንታይ እዩ ናብ ንዕኦም ቀረባ ሰብ ሕርቃኖም ዘውጽእዎ ከመይ ከም ኣቦኦም ኣዲኦም የሕዋቶም ደቆም እዬም ምክንያቱ ኩሉ ግዜ ኣነ ከኣ ዝሰምዕ ይብሉ ንምንታይ እዩ ኤርትራውስ ካብ ኤርትራዊ ውጽእ ኢሉሲ ዘይበኣስ ወይ ከኣ ዘይጽይቅ ምክንያቱ ኣብቲ ናቶም ሪያሊቲ ኦኬ ንናትካ ኢኻ ትመስል ስሕበትና ንናትና እዩ ምክንያቱ ብዙሕ መራኸቢ ኣለና ብቋንቋ ጥራሕ ኣይኮና ንዘራረብ ብናትና ኤነርጂ እቲ ኤነርጂ ፊልድና ምስቲ ናትና እዩ ኮኔክት ዝኸውን ፒሪየድ ምክንያቱ ሲ ኣነ ሕጂ ቅድሚ ሕጂ ነጊረኩም ነይረ ብማዕዶ ዘሎ ሓበሻ ወይ ከዓ ኤርትራዊ ሓበሻ ወሬቨር ብማዕዶ ዘሎ ስሕበት ይህበካ ካብ ዝኹሉ ፃዕዳ ብጫ ሰማያዊ ሕብርታት ዋትኤቨር ንዕኡ ንዓኣ ስሕብ ትሪኣ ምክንያቱ ናትካ ስሕበት ስለ ዘለካ ንሕና ፊልድ ኣለና ፊልድ ስጋዕ ሰለስተ ሜትሮ ኣነ ቀደም ዝከረንሲ ነዚ ኤርያ ይለኩም ኣለኹ ነዚ ኤርያ ሲ ድቋጻጸሮ ዘለኹ ኮይኑ ኣነ ከምዚ ሕጂ ደለኒ ፍልጠት ኣይነበራንን ዝቋጻጸሮ ዘለኹ ኮይኑ ይስማዓኒ ናተይ ፊልድ ሲ ኳይቲ ነይሩ ከምዚ ሕጂ ሰብ ብዙሕ ኣይነበረ ኣይነበረን ሰብ ዝቋጻጸሮ ዘለኹ ኮይኑ ይስማዓኒ ግን ኣይ ነቨር ኣንደርስቱድ ሕጂ እቲ ናተይ ኤነርጂ ማለት እዩ ኤክስፓንድ ይገብር ይገፍሕ ይቐርብ ይገፍሕ ስለ ዝነበረ ስለዚ ሲ ኣብቲ ናትካ ሕማቑ ድዩ ፅቡቑ ድዩ ምስቲ ናትካ ኢኻ ትደሊ ምክንያቱ ኮኔ ምስ ኩሉ ፍጡር ኮኔክትድ ኢና ዝያዳ ግን ምስ ናትካ ደፈነትሊ ዝያዳ ምስ ናትካ እዩ ምስ ናትካ ቀረባ እዩ ንምንታይ ሕጂ ንኣብነት ኣብ ዓዲ እዚኦም ዓዲ ጉርቦ ዓዲ ጉርቦ ዓዲ ጉርቦ እሱ እቲ ፊልድ እቲ ፊልድ እዩ እምበር ዋላ ሓንቲ እንታይ ይበሃል የለን እቲ ፊልድ እንዳረሓቐ እንዳረሓቐ እንዳ በለ ከይዱ ሽዑ ከኣ ንእሽተይ ከኣ ኣብ ናይ ሓንጎል ከኣ ኻሬጣ ይገብሩሉ እምበር እቲ ኤክስታይ እዩ እቲ ኤክስፓንዲን እዩ ካብኡ ናብኡ ዋላ ከማን ካብ ጎረቤትካን ኣብ ገዛኻን ናብ ገዛኻ ኦኬ እንዳገፍሐ እንዳገፍሐ እንዳገፍሐ እንዳገፍሐ ከምቲ ፍልጠትካ ከምቲ ትምህርትኻ እዩ ግን እቲ ስምዒት ኣሎ ዶ 100% ኣሎ ኦኬ ብሕልፊ ፍርሒ እንተሎ ኣብዚ ገዛ ፍርሒ ይነግስ ሕጂ ንኣብነት ድሕን ዋላ ኣብ ደገ ሕጂ ድሕን ሕማቅ ወረ ሕማቅ ወረ ናይ ሓደ ጉርበ ስማዕ ኣሎ ክትቀርቦም ኣይትደልን ኢኻ ኣብ ገዛኻ ድሕን ኣሎ ከኣ ቦርዱ ኣብቲ ገዛ ፍርሕን ሕማቅ ነገራትን ይርከብ ድሕን ከምኡ ኣሎ ሓደ ዋላ ኣነ ሕጂ ኣብ ደገ ጸይቀ ድሕን መጽየ ኣብዚ ዘሎ ሰብ ኣፌክት ይገብሮ እዩ ንዓይ ጥራሕ ኣይኮነን ዝስምዓኒ እቲ ሰብ እንታይ ምዃኑ ኣይፈልጥን እዩ ግን ይትንክፎ እዩ ዳስዋይ ኩሉ ግዜ ክንጥንቀቕ ዘለና ምክንያቱ ንዓኻ ተበዲልካት ነቲ ከባቢኻ ኢዱ ወላ ሓንቲ ዘይብሉ ምሳኻ ዝቕመጥ ደቅኻ ድዮም ሰበይትኻ ድያ ወይ ከዓ ሰብኣይክ ድዩ ኣዴኽ ድዩ ኣቦኽ ድዩ ክማሊ ኣፌክት ይገብሮ እዩ ምክንያቱ እስኻ ድሕን ኣብ ፅቡቕ ዘየለኻ እቲ ከባቢኻ ከዓ the same even plants ይሞቱ ኦኬ እቲ በሰላ ዘለዎ ሰብ ንነፍሱ ዋጋ ኦኬ ሕጂ ደኣ መስ- እዚ ሕጂ ድሕን ከምዚ ይኾ- በዚሑ እቲ ስምዒታት ሕማቕ ስምዒታት ድሕን በዚሑ ኦኬ እንዳተሓትካ ኢኻ ትኸይድ ከምዚ ስፓይሮል እንዳተሓትካ እንዳተሓትካ እንዳተሓትካ እንዳተሓትካ ኢኻ ትኸይድ እቲ ናትካ ባይ ኣብዚ መሬት እቲ ክእለታት እቲ ኣለኹ ኣብዚ ኣይ ማተር ዝበሃል ነገራት እንዳ እንዳተበለ ንታሕቲ ኢኻ ንታሕቲ ኢኻ ትኣቱ ብዝኾነ ሽዑ ርእሰ ተኣማመንነት ኣብቲ ታሕቲ ምስ ኣትኻ ርእሰ ተኣማመንነት ኢኻ ተጥፍእ ኦኬ ማይ ጉድነስ ok እቲ በሰላ ዘለዎ ሰብ ንነብሱ ዋጋ ኣይህባን እዩ ርእሰ ተኣማመንነቱ የጥፍእ ኣይ ኣይበልዕ ኣይድቅስ ኣይጻ ኣይሕጸብን ሂወት ትርጉም ኣይህቦን እንዳ ወደቐ ይኸይድ ሕጂ ከምዚ ዓይነታት ሰባት ድሕና ኣለዉ እቲ ናታቶም ስምዒታቶም እንዳተዳኸመ ከምዚ ሊስት ክገብሩ ነብሶም ኬር ኣይገብሩ ብናብሶም ድሕን ኬር ኣይገበሩን ከኣ ብካልእ ሰብ ከኣ ኬር ክገብሩ ኣይክእሉን እዮም መብዛሕትኡ ግዜ ድሕን ሰብ ጽቡቅ ዘይተከደነ ገለ ክንርኢ ከለና እቲ ናይ ውሽጢ ነገር እዩ ናይ ደገ ኣይኮነን ዋላ እንተለዎም ከማን the same thing ሕጂ ሓደ ሓደ ሰባት the same thing the same thing the same thing ኣይበልዑ same jacket the same ስረ the same ኣም- እንታይ ይበሃል ኣለዉ ምክንያቱ ካብ ነብሶም ርሒቆም ኣ- ኣ- ኣይግድሾምን እዩ ወሰብ እንታይ ይብሎም እዩ እቲ ናታቶም ኢጎኦም ኣነ ወዲ ክስቶ ከምዚ እሱ እቲ ኣነነት ፅቡቅ እንዲ ኣነነት ከይበዝሐ እሱ እንዳድኸመ እንዳድኸመ ከምዚ ስፓይሮል እንዳተሓተ እንዳተሓተ ከይ ኣብዚ ሕጂ ብዙሕ ነገራት ሕማም ማነፈስ ይኸውን ሕርቃን ክትጎድእ ንሰብ ብቀሊሉ ይኸውን ደቂ ነጋውስ ኦኬ ሰባት ክነብሩ፣ ክዓብዩ፣ ትስፍዋት ክኾኑ፣ ክመሃሩ፣ ክሰርሑ፣ ግዜኦም ክጥቀምሉ ከለዉ፣ እዞም ሰባት እዚኣቶም ካልኦት ሰባት ከምዚ ክጥቀሙ ከለዉ ንዓታቶም ብጣዕሚ ዓቕሎም ዘጽብቦም፣ ኣይፈትዉን እዮም፣ ሰብ ክምዕብል ወይ ብጽባሕ ንግሆ ክትዛረብ፣ ሕጂ መብዛሕትኡ ሰባት ከምዚ ከምዚ እዚኦም ከምዚ ዶ ይገብሩ፣ ኣብ ምንታይ ስቴት ኦፍ ማይንድ ኣለዉ ኣይንፈልጥን ኢና፣ እስኻ እስኺ ክትገብሪ ትኽእሊ ግበሪ። ኦኬ ንዓታቶም ዶ ይገበሮ ኢልካ ዘይምጭቕጫቕ ትሓልፎ ነገራት ኣሎ ሓደ ሓደ ግዜ ነገራት ብዙሕ ነገራት እዩ ኣብዚ ዓለም ቃልሲ ዘሎ ኦኬ ቃልሲ ናይ ስራሕን ናይ ትምህርትን ናይ ምሕዝነትን ገለን ኣይኮነ ናይ ውሽጥኻ ዎር ከማን ኣሎ ናይ ውሽጥና ብውሽጥና ዝስምዓና ነገራት ኣሎ ንኹሉ ሰብ ኣይኮነን ኣነ ነዞም ኣብዚ ጭንቀት ዘለዉ እየ ዝብል ዘለኹ ሕጂ ንኹልና መዓልትና ፅፉፍ መዓልቲ ብሩህ መዓልቲ ክኸውን እዩ ትግብኡ ከዓ ኣነ ንዑ እየ ዝምህር ግን ኣሎ ኣብ ጭንቀት ኣብ ኣብ ዘይኮነ ነጋቲቭ ጥራሕ ዘሎ ፈትዮም ዘይኮኑ ሕማቓት ሰባት ኮይኖም ዘይኮኑስ ገለ ነገር ስለኺፍዎም ኣሎ ካብ ብዙሕ ነገራት ኦኬ ኣብዚ ግዜ እዚ ሂወት ጣዕሚ የብላን ንዓታቶም ኣብዚ ግዜ እዚ ሂወት ጣዕሚ የብላም ናይ ካልእ ሰብ ሂወት ጣዕሚ ተለዎም ሕጂ ኣነ ቅድሚ ኢንላይቲን ዳርጋ ምዃነይ ክልተ ዓመት ነይሩ ፕሮሰስ ዝኸዶ ነገራት ሕጂ ኣብቲ ግዜ እቲ ከምዚ ይጻወት ኮሜዲ ይስሕቅ ንሰብ ሓቒፍ ብዙሕ ነገራት ዝገብሮ ነገር ኣነ ከምኡ እንድየ ነይረ ግን ንእሽተይ ይበዝሕ ነይሩ ብጣዕሚ ዝኩሉ ነገር ከዓ መቐረ ዝያዳ ይስምዓኒ ሕጂ ብዙሕ ይስሕቕ ነይረ ሕጂ ብዙሓት ሰባት ኣነ ዝከረኒ ማርኬት ብጣዕሚ እየ ዝፈቱ ነጊረኩም ይኸውን ሕጂ ኣብ ማርኬት ከይደሲ ሓደ መንእሰይ ከምዚ ዝሸጡ ኣብቲ ማርኬት ምሻሉ ኣስቤዛ ገለ መልታት ዝሸጡ ነገራት ኣሎ ሕጂ ተርእኒ ክስሕቕሲ ሕጂ እስኺሲ ተሓጒስኪ ዲኺ ትስሕቂ ደለኺ እቲ ናተይ ሰሓቕሲ ኣቢሉ ኣነ ከኣ ይዓቢ ካብኡ ንእሽተይ እዩ ኣሜን ኣሜን ክን ትዌንቲ ገለ መልታት እዮም ንእሽተይ እዮም ድመስሉ እምበር እዞም ገለ መለ ብዝኾነ ሲ ብጣዕሚ ሓሪቑ ሽዑ ኣነ ከምዚ ብዙሕ ኣብ ሚድያ ኣብ ገለ መልታት ናተይ ጉዳይ ኣይኮነን ወስ ጎይኖን ሕጂ ሓቲተዮ ኣበይ ዓዱ ንእሽተይ ሩሰርች ተገበርኩ ብዙሕ ነገራት ሕማቅ ነይሩ ኣብቲ ናቶም ዓዲ ዝካየድ ዝነበረ ሕጂ ረኣዩ ንሱ ዋላ ሓደ ሰብ ክሕጎስ ኣይደልን ክሸይጥ እዩ ደሎ ንዓይሲ ደተሓሐ ዘይብናን ኣነ ኣም ክዕድግ ኣይኮንከም ከማነ ዩ ሲል ድብል ነይረ ኣነ ድሕን ክዕድግ መጽኤ እዕድግ ክሰርቭ ክገብረ ሎ እቲ ሓጎስ ናተይ ግን ነቲ ናቱ ግን ኣይከኣሎን ሃው ካን ሺ ንምንታይ ስሳስ ደይትርዳእኒ ኦኬ ኣብ ከምኡ ስለ ዘሎ እንተኾነ ምርዳኦምን ምሕጋዞምን እዩ ዘሎ ንምንታይ እስኽ ተሓጒስኪ ከምዚ ከምዚ ድሕን ተባሂሎም ገለ ነገር ኮይኖም ኣሎ ንሕና ክንሕግዞም ኣለና ንማለት እዩ ዝምፅኤዮ ዘለኹ ሎመዓልቲ ናፊዖኩም ይመስለኒ ደቂ ነገር ዝበዝሕ ግዜ ስለ ደይ ደይ ቪድዮ ስለ ደይ ሰራሕኩ ግዲ ኮይነ ኤኒወይ እዚኣ ግን ከውፃኤ ብዝኾነ ፈትወኩም እየ ፈትወኩም እየ ፈትወኩም እየ ደቂ ነጋውስ ኣኣብ ዘለኹሞ ሰላም ሃልዉ ኦኬ ሰላም ሃሉ እዚታት ከኣ ድሕን ፕራክቲስ ጌርኩሞ ኣብ ሂወትኩም መጽሓፈይ ድሕን ኣንቢብኩማ ከኣኒ ዝበለጸ ርእሰ ተኣማመነት ብውሽጥኹም ካብ ናይ ደገ ናይ ውሽጢ ከተቐድሙ ኢኹም ሞት ናይ ውሽጢ ድሕን ሰላም ኮይኑ እዩ ኩሉ ግዜ ደገ ሰላም ዝኸውን ንስኻ ሰላም ድሕን ኮንካ ውሽጥኻ ሰላም ድሕን ኮይኑ ንስኺ ሰላም ድሕን ኮንኪ ውሽጥኺ ድሕን ሰላም ኮይኑ ኣካባቢኺ ፈቲኺ ጸሊእኪ ንዓኺ ክእዘዙ ኸእዮም ሰላም ክኾኑ እዮም ዲስ ኢዝ ፋክት ከምኡ እዩ እቲ ዓለም ዝሰርሕ ኦኬ ኣብዚ ደቂቕ ኦኬ ኣብዚ ግዜ እዚ ህይወት ብጣዕሚ የብላ ሞት ኪዳን እዩ ዝብል ስምዒታት ካብ ዝዓበይሉ እንዳተደጋገመ ይመፆም ሞት ኪዳን ድሕን ከፊኡካ ሞት ኪዳን እንዲ ዝበሃል እሲካ ድድርበ ቃላት ኣሎ ቃላትና ብጣዕሚ ኢምፖርታንት እዩ እዚና ዘይኮነ ቃላት ኣይንደርቢ ከምኡታት ዝዓበናሉ እሱ እዩ ዝመፃ ብሓንጎል ሞት ኪዳን ሞት ኪዳን ኣይኮነን ኖ ኖ ኖ ኖ ኣለዎ ግን ንመንእሰያት ወይ ከዓ ገለ እ፣ ኣይኮነን ንካልእ እዩ ሞት ኪዳን ዝበሃል ግን እሱይ ካብ ዝድርበን ነገራት ኣሎ እቶም ቆልዑት ፒክ ዝገብርዎ ድመርፅዎ ከዓ ኣብ ሽግር ክኾነ ከሎ ኖ ክወፅእ እንድዩ ክከኣል እንድዩ ብብዝሒ ኣይ ኣይ ኣይኮነን እቲ ቃል ዝዝ- ዝዝራእ ዝያዳ ስለ ዝኾነ ቃልና ኣብ ቅድሚ ደቅና ኣብ ሕልፊ ኣብ ቅድሚ ዝኾነ ሰብ ኣብ ቅድሚ ዝ- ርስትረስ ዘለዎ ፀቕጢ ዘለዎ ኣብ ሓዘን ዘሎ ኣብ ቃንዛ ዘሎ ቃልና ክንጥንቀቅ ኣለና ምክንያቱ ተመሊስ ንዓና ክነክሰና ስለ ዝኾነ ደቂ መጋውስ ኦኬ ኣብዚ ግዜ እዚ ኣብዚ ኣብዚ ጽድቂ ኣሎ ኦኬ ምርግጋኦም ከነረጋግኦም ክንክእል ኣለና ሕጂ መብዛሕትኡ ግዜ ገለ ነገር ስሕበት ስለ ዘለና ሰብ ኣብ ድኻም ድሕና ኣሎ ኦኬ ሓንሳብ ሓንሳብ ንፉዓት ኣይንኸውንን ኣይንኽእሎን ስለ ንፈርሕ ዲና ኣይንኽእሎን ትጋገ ገለ መልታት ግን እታ ዝበለፀት ግን ድሕን ተሓጋጊዝና ኣብ ጎኖም ድሕን ኮይና ንዓኻ ኢኻ ትረብሕ ንዓኻ ኢኻ ኩባይኻ ትመልእ ንዓኻ ንዓኺ ኢኺ ትፀድቂ እዚ ፅቡቅ ፅቡቅ ዕድል እዩ ከማነይ ኣብ ከምኡ ዓይነት ሰባት ክትቀርብ ማእታን ክትሕግዞም መነብስኻ ክትሕግዝ ኦኬ ምርግጋኦም ኣብዚ ጽድቂ ኣሎ ጽቡቅ ስሚዒት ኣሎ ተሓጉስና ከኣ ንሓድር ጽቡቅ ድሕን ጌርና ጽቡቅ ስሚዒት ህበና ንሓዊ ተሓጉስና ንሓድር ኡፎይታ ይስማዓና ምክንያቱ ስለ ድሓገዝና ንሕና ኮምኡ ኢና ዋላ እንስሳ ይኩኑ ዋላ ሰብ ይኩኑ ንካልእ ነገር ክሕጉዙ ከለዉ ደስታ ሶልና ይዓግብ ኦኬ ምክንያቱ ንዕኡ ስለ ዝመፀና ስለዚ ኣብዚ ከዓኒ ፅቡቅ ነገር ንዓና ኣሎ ንብል እዩ ኦኬ ኣብዚ ኣሉታዊ ሓሳብ ይመላለስ ኦኬ ሞት ሓይሽ እዚኣ ሞት ሓይሽ እያ እንደገና ደጊመያ ክዓርፍ ዝብል ኦኬ እዚ ኣሉታዊ ምሕሳብ ግን ክጠፍእ ኣሎ ኩሉ ግዜ ኣፈርሜሽን ክንግበር ተመስገን ሎሚ ንጎ ዝተሳእኩ ተመስገን ቃንዛ ልብል መዓልቲ ደይብለይ ተመስገን ንምንሽማ ንምንሽሙ ዝረኣኹ ተመስገን ምስ ክስቶ ጽቡዕ ዕላል ዘዕለልኩ ተመስገን ጽቡቕ ስራሕ ኣለኒ ተመስገን የተንፍስ ኣለኹ ተመስገን ኩሉ ግዜ እዚ ነገር እዚ ድሕና ዘውቲርናዮ ጽቡቕ ዋላ ከማን ዝጸበበ ይጽበብ ተመስገን ኣይ ክደወይት እያ ኮምታት ክንብል ኣለና እዚ ሞት ይሻላል ድበሃል ኣሎ እሞ ተሓይሽ ገለ መለ ክንጥቀቆ ንኹን ከላና መስሓቂ ይመስል ኣነ ከማን ሕጂ ዳርጋ ፍሽኽ ኢለ እዚኣ ሞት ይሻላል ስለ ድፈልጣ ካብቲ ኮሜዲ ኖ ክንጥንቀቕ ክንክእል ኣለና ሂወት እምበር ድሓይሽ ሂወት እምበር ይሓይሽ ፅቡቕ ምርጋፅ ፅቡቕ ምብላዕ ፅቡቕ ምሕጓስ ፅቡቕ ምትሕዋስ ምስ ሰብካ ምስ ኣዝማድካ ምስ ደቂ ዓድኻ ምስ ደቂ ዓለም ምስ ኩሉ ኣይ ቲንክ ንሱ እዩ እቲ ፅቡቕ መስለኒ ያ ሂወት መዳርግቲ ኣነ ኩሉ ግዜ ይብለኩም ኣነስ ዓሰርተ ፕላስ ዓመት ኣብዚ ሞት መዳርግቲ የብላን ከይትሞቱ ዝብለኩም ደቂ ነጋውስ ያ ከይትሞቱ ንዋላ ሓደ ሰብ ኢልኩም ንዋላ ሓደ ሰብ ንዋላ ንዋላ ሓደ ሰብ ኦኬ ኣብዚ ግዜ እንተዘይተሓጊዙ ኦኬ ንነፍሱ ወይ ንኻልኦት ይቀትል እየ ንኻልኦት ይቀትል ዶ ዘምቕታል ስድስት እዩ ትብለካ ብዙሕ ለምቕታል ኬፍ የብሉን ክትምለስ እንዲኻ ግን ዋሽት እዩ ኦኬ ሕጂ ስቴባስ ኣለዎ ንኣብነት ድሕን ሰብ ኣብ ፅቡቅ ኩነታት ዘየለ ስቴባት ኣሎ መጀመርታ ባዕሉ ዝመስሎ ካብ ስድራ ቤቱ ዝወረሶ ገይሩ ይሓቲ ዳሕራይ ጂፒ ይኸይድ ዳሕራይ ቶኪን ተረፒ ክመሓላልፎ ክእሉ እዮም ጊቭ ኣብ ዘይምግባር ጊቭ ኣፕ ዘይም ዝተረኸበ ይረኸብ ዝተረኸበ ዝጠፍእኻ ይጥፋእካ you know ከቢድ እዩ እትፈትዎ ሰብ ናትካ ነገር ክጠፍኣካ ከሎ ከቢድ ብጣዕሚ ብጣዕሚ ከቢድ እዩ ግን ና- ላይፍ ይ- ይ- እም፣ ይቅፅል እዩ ሰው ክቅፅል ከሎ ብምሉእ ክንቅፅሎ ክንክእል ኣለና እቶም ዝሓለፉ ከማኒ ወይ ከዓኒ ማእታን ደስ ክብሎም ሓገዝ ኣምኣጣይ ሓገዝ ምጥያ ድሕን ደው ታሕትለና ግን ከም ልብስና ምጉዳእ ሓገዝ ከነጣይቕ ሓገዝ ኣጣይቕካ ማለት ድኻም ማለት ኣይኮነን ክትነብር ደሊኻ ነብስኻ ክብረት ኣለካ ነብስኻ ክብረት ኣለኪ ማለት እዩ ያ ኦኬ ኣብዚ ግዜ ክንፈርድ ኣይግባእን ግን ብጊዚኡ ክንሕግዞም ይግባእ። ቀልጢፍካ ቀልጢፍካ ድሕን ናይ ጸቕጢ ነገር ቀልጢፍካ ድሕን ኣራጋጋእካ ዋእ ዋእ ዋእ ድሕን ደይበልካ ሕማቕ እዩ። ቀልጢፍካ ከራጋጋእ ክኸእል ኣለዎ። ኖእ ክትብል ኣለካ ፒሬድ። ኖእ ምክንያቱ ንስኻ ትዓቢ ካብ ዝኾነ ነገር። እያ ኣብ ሓገዝ ኩሉ ምስጢር እዩ ኣየ ክትሕገዙ ከለኹም ከዓኒ ድሕን ተረቢ ከድኩም ሚስጢር ኮንፊደንሻል ዝበሃል ነገር ኣሎ ኣይወፅን እዩ ንስኻትኩም ከይፈረምኩም ኦኬ ክብ ዋላ ንዓኹም ክትሕገዙ ከማን ዋላ ንዓኽን ክትሕገዛ ከማነይ ኦኬ ድሕን ደይበልክን ኖ ዝደለኹን ኣብ ሰዓት ከዓ ዋላ ኦኬ ኢልክን ነርክን ኖ ጠጠው ኣቢለ የለኹም ክትዛረባ ትኽእላ ክትረጋግፃ ከተረጋግፁ ድሕን ደሊኹም ኮንፊደንሻል ድዩ ካብ ሓደ ሓንጎል ክልተ ሓንጎል ምስ ፕሮፌሽናል ኮንካ ከተዕልል ከለኻ ኦኬ ሓደ ክስታይ የለን ከምዚ ምፍልላይ የለን ክትዕልል ከለኻ መሊእካ ሓንጎል ንሓንጎል ኢኻ ተዕልል ሰብ ንሰብ ባላ ሶል ንሶል ኢኻ ተዕልል ኦኬ ከምኡ ኢዩ as far as I know ከምኡ ኢዩ እቶም ፕሮፈሽናልስ ከምኡ ኢዮም ከምኡ ኢዩ ክከውን ዘለዎ ካብታ ገዛ ተዕልሉላ እታ ምስጢር ኣይትወጽን ኢያ ካብኡ ድሕሪ መጺኻ ኣብ ደገ ተራኺብካ ከማን ሰላም ኣይትበሃልን ኢኻ ንኣብነት ኣነ ንኣብነት ኣብቲ ስርሐይ ኣብታ ውሽጢ እያ ተብል ኣብ ደገ ረኺበና ንኸማኒ ሰላም ኣይብለን ረጊፀ እየ ዝሓልፍ ገሊኤን ይኹርያ ገሊኤን ይርድኤን ገሊኤን ባዕለን ይፈልጣ ኣይ ዶንት ኬር ኣነ እሱ እዩ እቲ ስርሐይ ንኣብነት ክብለኩም ደልየ ዘለኹ እቲ ምስጢርሲ ከምዶ ይወፅእ ማለት እዩ ዋላ ብተረኸብካ ተረኸብ ዳሲት ዝሕን ሃየን ባይ ክትበሃል ትኽእል ኢኻ ተደሎ ዳሲት ኦኬ ሶ ኣፍታ ሩም ትዛረባ ኣንለስ ንሰብ ንዓኻ ወይ ንካልእ ሰብ ክትቀትል ኦኬ ከመይ ጌርካ እቲ ፕላን ንገር ፕላን ኣሎ ኤቢሲዲ ኢልካ ተውፅኦ እዚ ክግበር ድዩስ ዋላ ናይ ሓንጎል ዝመላለስ ድዩ ዋላ ናይ ብሓቂ ድዩ ሽዑ ኣብኡ እዩ ተሓገዝ እሞ እዚ ከምዚሲ ነብስኻ ክትቀትል ወይ ንክስቶ ክትቀትላ ወይ ንክስቶ ክትቀትልዮ እዚሲ ከምዚ ከምዚ ጌርናስ ዘይንሕገዝ ተባሂልካ ኦኬ ምስ በልካ ኢኻ እምበር ናይ ቅድሚ ሕጂ ከማነይ ድሓለፈ ቀቲለ ነይረ ገለመለ ሁ ኬርስ ኮንፊደንሻል ገለገለ ሰባት ኣለ ኣነ ምስ ካምፓኒ ስለ ዝሰርሕ ናይ ግድን ኖት ክወስድ ኣለኒ ግን ኣብቲ ናይ ፕራይቨት እታ ስራሕ ምስ ተወደት ቅድድ ቅድድ ኣቢልካ እንዳ ጎሓፍ ፊኒቶ የለን እዚ እቲ ኮንፊደንሻሊቲ ማለት እዩ ብዝኾነ ኣብዚ ግዜ እዚ ክፈርሑ ኣይግባእን ግን ብግዜኡ ክንሕገዞም ይግባእ ኣብ ሓገዝ ኩሉ ምስጢር እዩ ዘይምፍራሕ ዋላ ቀቲለ ተልካ ምስጢር እዩ ምስጢር እዩ ስጋብ ነፍስኻ ወይ ነፍሲ ካልእ ቅትለት ክቀትል እየ ዘይበልካ ኦኬ ኩሉ ነገር ከምታ ክሕብረኩም ዝጸናሕኩ ኩሉ ነገር ምስጢር እዩ ታዋ ንጸቢት ሎሚ ብዘይ ፍቃድኩም ዋላ ሓንቲ ኣይርከብን እዩ ኦኬ ባቃ ብዘይ ፍቃድኩም ዋላ ሓንቲ ኣይርከብን እዩ ኦኬ እዚኣ ሓንቲ ከዓኒ ፕሮፌሰር ሳሊ ዝበሃል ይብል ሰብኣይ ዝቀትል ሰበይቱ እንተጠርጢሩ ሰበይቱ ምስ ካልእ እትወፅእ እትወፅእ ኢሉ ወይ ከዓኒ ወፂኣ ኢሉ ተኣሚኑ እዚ ሳዲ ዝበሃል ፕሮፌሰር ሳዲ ሰብኣይ ሰበይቱ ዝቀትላ እዚ ኣብ ኤርትራውያን ዘይኮነ ክኸውን ይኽእል እዩ መፅናዕቲ እዚ ናይ ኤርትራውያን ኣይኮነን ናታቶም ዓዶም እዩ ኤሮጳ እዩ ኦኬ ሕጂ እብል ሰበይቲ ሲ ሰብኣይ ሰበይቱ ዝቀትላ ሲ ወይ እተ ደኣ ሰሪቃቶ ኢንፊዳሊቲ ማለት እዩ ምስ ካልእ ሰብኣይ ከይዳ ወይ ከዓኒ ድሕን ጠርጢሩ እዚኣ ምጥርጣር ከዓ ብጣዕሚ ሕማያ ሕጂ ኣብዚኣ ንምንታይ ኣምፅኤያ ድሕን ጠርጢርኩመን ጠርጢረኪ በልወን ኦፐንሊ ምክንያቱ ሓንጎልና ስለ ዝፃወተልና ሓንጎልና ንዓና ኣብ ገለ ሓደጋ ከይንኣቱ እዩ ዘካላኸለልና እምበር ጥዑይ ምኽሪ ኣይህበናን እዩ ኦኬ ዋው ብጣዕሚ ዓው ኢላ ሕጂ ድሕን ጥርጣረታት ኣለኮ ኣይ ፊል ኣንኮንፍርትብል እዚ ክስቶ ከመይ እያ ኣ- ኣነ ሕማቅ ይስምዓኒ ኣሎ እዚኣ ክስቶ መን እያ እዚ ክስቶ መን እያ ኢልካ ኦፐንሊ ትሓቱ ክትክእሉ ኣለኩም ዝተመለሰልኩም ከዓ ክትኣምኑ ክትክእሉ ኣለኩም ስጋዕ ጭብጢ ትረ- ትረኽቡ እ፣ ም- ምርግጋፅ ኣለኩም ብዙሕ መንገድታት ከዓ ከተረጋግቡ ብብዙሕ መንገድታት ጓል ድሕን ትሰርቅ ኣላ ወይ ወዲ ድሕን ትሰርቅ ኣሎ ኢስ ቨሪ ኢዚ ትፈልጦም ብጣዕሚ ቀሊል እዩ ብጣዕሚ ቀሊል እዩ ብጣዕሚ ኢኻ ሀርት ዝገብረካ ድሕን ብፃይካ ኢልካ ድኣመካዮ ክሮስ ገይሩኳ ኢት ኢዝ ሶ ፔንፉል ኦኬ ግን ኣብ ምቕታል ብምፅሕ ኣይ- ኣይግባን ኦኬ እዚኣ ከምዚኣ ኮይና እዚኣ ኣነ ኣይ- ኣይኽእላን እየ እዚኣ እ፣ ክወስዳ ኣይኽእልን እየ በበይንኹም ትፈላለዩ ሽግር ኣይኸውን ኣሕዋት ትኾኑ ያ እምበር ከቢድ እዩ ግን እዚ ሰብኣይ ከምኣ እዩ ዝብል እንተጠርጢሮም ወይ ከዓ ሕጂ እዚኦም ዳርዊ እዚ ከዓ ዳርዊንያን ከዓ ይብሉ ኣንስቲ ንሓዳረን ዋጋ ይኸፍላ እየን ግን ኣይከም ሰብኡትን ሃ ኦኬ ሓቂ እንድዩ ምክንያቱ ኣብቲ መሬት ናይ ክሽነ ናይ ቆልዓ ናይ ገለ ዘይኮነ ኣብ ሓንጎልካ ዘለካ ጸቕጢ ምክንያቱ እዚ እቲ ናተይ ትምህርትም ናይ ሓንጎል እዩ ኦኬ ሕጂ ምናልባት ኖ ኣንስቲ እምበር ክንብል ንኽእል ኢና ስለ ዝወልዳ ስለ ዘጽርያ እቶም ኣሰብኡትም ከምኡ ገብሮ እንድዮም የጽሩ እዮም ግን ዝበዝሕ ገዛ ናይ ገዛ ስለ ዝሰርሓ ገለ መለገ ኖ ግን እሱ ኣይኮነን ዘሎ ሽግር ምክንያቱ ሓደ ሰብ ዝቐትል ሰብ ኣሎ ዘይቀትል ሰብ የለን ብዝኾነ ብሓደ ዓይነት መንገዲ ሓሊፎም እዚ ማለት ግን ኣብቲ ርእሶም ዘለዎም ጸቕጢ ሰብኣይ እንድዩ ሰልዲ ከምጽእ ኣለዎ ሰብኣይ እንድዩ ከቢድ ነገር ከልዕል ኣለዎ ሰብኣይ እንድዩ እሱ ሰብኣይ ርእሲ ናይታ ገዛ ጸቕጢ ኣለዎ ንሱ ማለት እዩ እዚ ኮይኑ ዝርዳእኒ ኣነ ከምኡ ከምኡ ኢሎም ክካትዑ ኢለ እየ ድኣምን ኦኬ እምበር እንታይ ኢለ ኣብዚ ኣብ ርእሲ ኢሉ ክካትዑሉ ክካትዑሉ ኣነ ዳርዊንያን ብዙሕ እንታይ ይበሃል እንድየ ምስኣቶም ምስተ ናታቶም ስታ ቴሪ ግን ከምኡ እዮም ዝብሉ ሰብኣይ ከምኡ እዮም ዝብሉ ክንብቦ ዳርዊንያን ይብሉ ኣንስቲ ንደ- ንሓዳረን ዋጋ ይኸፍላ እየን ግን እብዝም ኢሎም እዮም ዋጋ ከም ዝኸፍላ ብርግፅ እዩ ግን ኣይ ከም ሰብኣይን ያ ኣብዚኣ ኣነ ዘንበብካ ኣሕፂረ እምበር ሰብኡስ ዝያዳ ይብሉ ማለት እዩ ግን ካልእ ካልእ ኣሎ ከዓኒ ኣንስቲ ዝያዳ ኢንቨስት ዝገብራ ናብ ናተን ሪሌሽንሽፕ ኣነ ግን ድብል ካብ ሰብ ናብ ሰብ ይፈላለ እዩ ምክንያቱ ኩልና ሓደ ኣይኮናን ኣለዋ ብጣዕሚ ኣንስቲ ኢንቨስት ዝገብራ ኣሰኦት ከዓ ከምኡ ኢንቨስት ዝገብሩ ኣንስቲ ኣለዋ ኬርለስ ናብ ናታ ተንክርያ ገለመታ ዝኸዳ ኣሰኦት ከዓ ከምኡ ኬርለስ ኣለዎ ከዓኒ ክሰትል ክኾኑ ሲ ዲፊክልቲ ዝህልዎም ሶ ካብ ሰብ ናብ ሰብ ይፈላለ እዩ ጀነራላይዝ ክትገብር ከቢድ እዩ ዝብል ግን እንዳ ሮሚንያን ኩሉ ግዜ ናይ ዝሰብኡት እንታይ እዩ ዝበሃል እዮም ደቂ ነጋውስ እፈትወኩም እፍትወኩም ኣዚ ብዕብዮ ቻው ባይ